ኣብ ጠረፍ ዝቕመጥ ህዝቢ ወይ ኣብ ዶብ ዝበዝሕ ግዜ ምስቶም ኣሕዋቱ፣ ምስቶም ኣብቲ ሓደ ዶብ ዝቕመጡ፣ ድሕረ ዶብ ዝቕመጡ ኣሕዋቱ ይሰማማዕ እዩ። ንኣብነት ኣብ ኤርትራ፣ ኣብ ኢትዮጵያ እንተ ወሲድና ንኣብነት ኩናማ ኣብ ኤርትራ ዘሎ ምስቲ ኣብ ኢትዮጵያ ዘሎ ኩናማ ይሰማማዕ እዩ። ይፋቐር እዩ ይናፈቕ እዩ ይናፈቕ እዩ እቲ ኣብ ኤርትራ ዘሎ ዓፋር ምስቲ ኣብ ኢትዮጵያ ዘሎ ዓፋር ውን ከምኡ ይፋቐር እዩ ይናፈቕ እዩ ከምኡ እቲ ኣብ ትግረ ዝበሃሉ ኣለዉ ኣብ ኤርትራ ኣብ ሱዳን ውን ኣለዉ ራሻይዳ ውን ከምኡ ኣብ ኤርትራ ኣለዉ ኣብ ስዑዲ ዓረብ ውን ኣለዉ ክልቲኣቶም ይሰማምዑ እዮም እቶም ዘይሰማምዑ እቶም ትግርኛ ዝዛረቡ ጥራይ ሕጂ እንታይ እዩ ከምኡ ዝገበሮም እቶም ካልኦት ክሰማምዑ ከለዉሲ እቶም ትግርኛ ዝዛረቡ ኣብ ኢትዮጵያ ዘለዉን ኣብ ኤርትራ ዘለዉንሲ ስለምንታይ እዮም ዘይሰማምዑ ንዝብል ሕቶ ንሳቶም ኢሎሞ ኣንድዮም ቅድመይ ዝተዛረቡ ኣነ ብዙሕ ኣብኡ ክኣቱ ደልየ ግን ብሓጺሩ ኣነ ክብልቲ ኩሉ ጸገማት ዝተጀመረ እቲ ውድቀት ናይ ኣክሱም መንግስቲ ወይ ድማ ኪንግዳም ምስ ወደቐ እቲ ሓይሊ ናብ ደቡብ ገጹ እዩ ከይዱ እቲ ማእከላይ መንግስቲ እዚ ናብኡ ክኸይድ ከሎ እቲ ናይ ትግራይ ሓይሊ ቁሩብ እናተዳኸመ ከይዱ፣ እቲ ርእሰ ከተማውን ኣብ ኣኽሱም ዝነበረ እውን ንታሕቲ ገፁ ከይዱ ማለት እዩ። ብድሕሪ እዚ ኣብ ውግእ ናይ ዓድዋ እውን መነሊክ ከምዚ ክብሎ ዝፀንሐ ሓወይ እቶም ትግርኛ ተዛረብቲ ብሓደ ኮይኖም እንተድኣ ተሰማሚዖም ነቲ ማእከላዊ መንግስቲ ክብድህዎ ስለ ዝኽእሉ ከዳኽሞም እዩ ዝፍትን ነይሩ ብፍላይ ንትግራይ እቲ ንጣልያን ገዲፍሉ እዩ ንኤርትራ እቶም ኣብ ኢትዮጵያ ዘለዉ ትግርኛ ተዛረብቲ ትግራዎት ግን ብብዙሕ መገዲ ከድክሞም ፈቲኑ ብግዜ ሃይለስላሴ ናይ ኣብ ሓውዜን ዝነበረ ህልቂት ከምኡውን ብግዜ ደርግ ኣብ ዝነፍ። ብጀነራልያትኪ ከም ክንዝክሮ ንኽእል ኢና። ስለዚ እቲ ኣብ ሞንጎ ናይ ኤርትራ ትግርኛ ተዛረብትን ናይ ኢትዮጵያ ትግርኛ ተዛረብትን ዝነበረ ፍቕሪ ወይ ድማ ምሕዝነት ወይ ድማ ሓድነት ሓደ ህዝቢ'ዮም ከጅምሩ ከለዉ ግን እናተዳኸመ ከይዱ።